ሰላም ኣምላኽ ንዓኹም ይኹን ምሕረታ ሃብተማርያም ይበሃል ሎሚ ናበይ ትኸይድ ኣለኻ ብዝብል ሓሳብ ገለ እናሓስበሉን ንህይወትና ንመርሓሉን ሓሳባት ክገድፈልኩም ይደሊ ከም መበገሲ ክኾነና ሓንቲ ናይ ጽንጽዋይ ብኢንግሊሽ ንህጻናት ዝተጻሓፈት ጽሕፍቲ ናይ ቀደም ጽሕፍቲ ነይራ። ኣብቲኣ ጽሕፍቲ ምዕራፍ ሽዱሽተ ኣሊስ ኢን ደ ወንደርላንድ ትብል ጽሕፍቲ እያ። ኣብ መንጎ ኣሊስ ዝተባህለት ጓልን ሓንቲ ድሙን ዝተዘራረብዎ ዝርርብ ፍሉጥ ኣበሃህላ ድማ ኣለዎ። ኣሊስ ኣብ ማንታ መገዲ ነዛ ድሙ ምስ ረኸበታ፣ እዚ መገዲ ናበይ እዩ ዝኸይድ? ኢላ ምስ ሓተተታ ኣትያ ደሙ ናበይ ክትከዲ ኢኺ ደኺኺ? ኢላ ሓቲታታ። ኣሊስ መሊሳ ኣየገድስን እዩ ዝኾነ ቦታ ዝወሰደኒ ኢላ መሊሳትላ። እቲኣ ድሙ ድማ እቲ ትመርጽዮ መገዲ እውን ኣገዳሲ ኣይኮነን ናብ ዝኾነ መገዲሲ ክወስደኪ ይኽእል እዩ ኢላ መሊሳትላ። ኣብ ህይወት ኣበይ ክንበጽሕ ከም ዝደለና ዘይንፈልጥ እንሕ ኮይንና፣ ኣየናይ መገዲ ንወስድ ኣገዳሲ ኣይኮነን። ኣበይ እዩ ዝወስድ ኢሉ ዝሓትት ሰብ፣ መጀመርታውን ናበይ ክበጽሕ ከም ዝደለየ ክፈልጥ ይግበኦ እዩ። እቲ ዝተበገስናሉ ኣጀማምራና ብንጹር ዕላማ ናበይ ንኸይድ ከም ዘለና ተረዲኡና እንድሕ ኮይኑ እቲ ንበጽሖ ዕላማ ሽቶ ድማ ብሉጽ ዝኾነ ሽቶ ኢና ነብልጽ ንበጽሕ። እቲ ኣበጋግሳና በዚ ሕቶ እንተተጀሚሩ ናበይ ክኸይድ እየ ደልየ ዘለኹ? መዓስ ይበጽሕ ብክ በየናይ መገዲ ክኸይድ ኣለኒ ኢልካ ክትሓትት ዝግበኣካ ነገር እዩ። ኣብ ሂወት ውን እዚ ኣገዳሲ ሕቶ ክንሓቶ ይግበኣና እዩ። ብኹሉ መዳይ ናይ ሂወትና ብ ትምህርቲ ተማሂረ ኣበይ እዩ ዝወስደኒ፣ እዚ ንግዲ ሰሪሐ እዚ ዝረኸብክዎ ገንዘብ ናበይ እዩ ዝወስደኒ፣ ኣብ መንፈሳዊ ህይወቱን ነዚ ዘምልኾ ዘለኹ ኣምላኽ ወይ ዘምልኸሉ ዘለኹ እምነት ወይ ሃይማኖት ናበይ እዩ ዝወስደኒ ዘሎ ኣብ መወፈጸምታ ናበይ ክበጽሕ ኢልና ብኹሉ መዳይ ናይ ህይወትና መፈጸምታና ንፈልጥ ሰባት ክንከውን ኣገዳሲ እዩ ዝወሰደና መገዲ ክንከይድ ኣይግብኣናን እዩ። ዝረኸብናዮ መገዲውን ክንጥወይ ኣይግብኣናን። ኣብ ሕይወት ዝረእናዮ ዝሰሓበና ነገራት ኩሉ ክስሕበናን ካብቲ ዕላማ ከውጽኣና ኣይግብኣን እዩ። ናበይ እየ ዝኸይድ ዘለኹ ኢልና ክንሓትት ይግብኣና እዩ። ናበይ እዩ ዘብጽሓኒ ኢልና ድማ ነቲ ዘለናዮ መገዲ ክነጻርዮን ክንርእዮን ይግባእ እዩ። ሎሚውን እዚኣ ሕቶ ክገድፈልኩም ይደሊ። እዚ ሒዝኩሞ ዘለኹም ሕይወት። ናበይ ይወስደኩም ኣሎ? እቲ መፈጸምታ ናብ ምንታይ እዩ? እቲ ዝኣመንናዮ እምነት ናበይ እዩ ዝወስደና ዘሎ? እቲ መፈጸምታ ትርጉም ዘይብሉ፣ ህይወት ዘይብሉ፣ ጥፍኣት ዘለዎ እንድሕር ኮይኑ፣ እቲ ንኸዶ ዘለና መገዲ ጌጋ ምዃኑ ክንፈልጥ ይግብኣና እዩ። እንድዒ ናበይ ከም ዝወስደኒ ኣይፈልጥን እየ ኢለ ዝዛረብ እንድሕር ኮይነ፣ ንመፈጸምታይ ብንጹር ዘይፈልጥ ሰብ እንድሕር ኮይነ፣ እቲ ዝኸዶ ዘለኹ መገዲ ትርጉም የብሉን ማለት እዩ። ገንዘብ ምርካብና ንምንታይ ከም ዝኾነ ንሕተት። ንምሃሮ ዘለና ትምህርቲ ንምንታይ ከም ዝኾነ ንሕተት። እቲ ዘለናዮ ህይወት ናበይ ከም ዝወስደና ዘሎ ንሕተት። ገንዘብ ምርካብ ዘይምርካብ ኣይኮነን። ፍልጠት ምርካብ ዘይምርካብ ኣይኮነን። እቲ ዕላማ ዘለዎ ሰብ ነቲ ኣብ ኢዱ ዘሎ ኩሉ ብብሉጽነት ክጥቀመሉ ይኽእል እዩ። እቲ ዕላማ ዘለዎ ሰብ ኣበይ ከም ዝበጽሕ ዝፈልጥ ሰብ ሕጂ ዘለዎ ኩነታት ኣየገድስን እቲ ኣበይ መገዲ ከም ዘሎ ግን ዝሓትት እንድሕር ኮይኑ ቅኑዕ ኣእምሮ ኣብ መፈጸምትኡ ዝረኣየ ሕልናን ኣተሓሳስባን እንተ ዘለዎ ብሉጽ መጻኢ ኣለዎ ናይ ሕጂ ኩነታት ኩሉ ተለዊጡ ናብ ዝበለጸ ደረጃ ክበጽሕ እዩ። ኣብ ሂወት እዚኣ ኣገዳሲት ሕቶ እያ መፈጸምተይ ናበይ እዩ ኣብ ምንታይ እየ ክበጽሕ ተበጊሰ ዘለኹ እዚኣ ሕቶ ከይመለስናያ ብቅኑዕ ንርእስና ከይመለስናያ ክንቅጽል ግቡእ ኣይኮነን ኮፍ ኢልና ንብሉጽ ሂወት ዕዉት ዝኾነ መጻኢ ንሓስብ እንድሕር ኮይንና ናበይ ይኸይድ ኣለኹ ኢልና ንሕተት። ኣበይ እየ ክበጽሕ ደልየ ዘለኹ ኢልና ንሕተት። ናብቲ ዝሓሰብናዮ ዕላማ ክንበጽሕ ድማ ብሉጽ መገድታት ንጠቀም። ብጓል መገዲ ዘጥፍኣና ህይወት ውሽጢ ከይንኣቱ ንርእስና ድማ ንሓሉ። ዝረኣናዮ ከይስሕበና ልብናውን ንግትኣዮ። ዝረኸብናዮ ከይሕዘና። ክንሰግሮም ዝግበኣና ነገራት ንስገር። ዕላማና ርኢና ናበይ ከም ንበጽሕ ፈሊጥና ክንብገስ፣ እዚ ዕዉት ናብ ዝኾነ መጻኢ ከም ዘብጽሓና ክንፈልጥ ይግበኣና እዩ። ሎሚ ክንገድፎም ዝግበኣና ክንቅይሮም ዝግበኣና መገዲ እንተሎ ንቐይር። ሎሚ ክንውስኖ ዝግበኣና ውሳኔ እንተሎ ንወስን። ሎሚ ንጹር መፈጸምታ ንጹር መጻኢና ንርኣዮ። ንዝመጽእ ወለዶ ነረክቦም ብሉጽ ነገራት ክህሉ ሎሚ ናበይ ይኸይድ ኣለኹ ኢልና ንጹር ሕቶ ንሕተት ቅኑዕ መልሲ ድማ ንመልስ። ናይዚ መልሲ ዘለዎ መጻኢ ዝፈልጥ ስጉምትታትና ኩሉ ክእዝዝ ዝኽእል ክምህረና ዝኽእል ብሉጽ ምርጫታት ክንመርጽ ክምዕደና ዝኽእል ናይ እግዚኣብሔር ኣም እግዚኣብሔር ኣምላኽ ኣሎ። ስለዚ ናብ ኣምላኽ ቅርብ ኢልና ናበይ ክበጽሕ ኣለኒ ኢልና ንሕተቶ ኣብ ቅድሚ ኣምላኽ ንሓስቦም ሓሳባት ኩሉ ንሱ ክረድኣና ኣብ ቅድሚ እግዚኣብሔር ንጸሊ እዚ ሕቶ ድማ ንመልስ ኣብ ዘለኹሞ ቦታታት ኣብ ዘለኹሞ ናይ ሕይወት ዓይነት ደረጃ እግዚኣብሔር ናብ ብሉጽ መፈጸምታ ሕይወት ዘለዎ